ናይቲ ፊልም ታሪኽ ፕሮፌሰር ኣብ ዝብልዎ ሰብ ኣእምሮ ዝተዘርግሐ እዩ። ዓለምና ቅድሚ ሕጂ ሪኣቶ ዘይትፈልጥ ዓይነት ዘረፋ ንኽፍጽም ይትልም። ናይቲ ፊልም ተዋሳእቲ ምንም ዓይነት ጉድኣት ከየብጽሑም ሮያል ሚንት ኦፍ ስፔን ተባሂሉ ናብ ዝጽዋዕ ትካል መሐተሚ ገንዘብ ሰቢሮም ብምእታው ብቢልዮናት ዝቑጸር ዩሮ ኣሐቲምካ ምዝራፍ ናይቲ ትልሚ ዋና ዓላማ እዩ። ፕሮፌሰር ሕልሙ ጋህዲ ንምግባር ሸሞንተ ሰባት ይምልምል። እዞም ዝተመልመሉ ሰባት ነቲ ትልሚ ንምፍጻም ንድሕሪት ዝመልሶም ጉዳይ የብሎምን። ኣስማቶም ድማ ኣብ ዓለም ካብ ዝርከቡ ስም ዓበይቲ ከተማታት ዝተወስደ እዩ። ንኣብነት ናይሮቢ፣ ሊዝበን፣ ቶክዮ፣ ዴንቨር ወዘተ። እዚ ኣብ ኔትፍሊክስ ኣብ ሓሙሽተ ምዕራፋት ዝቐርብ ዘሎ ተኸታታሊ ፊልሚ፣ ሓሳቡ ተጠኒሱ ዝተወልደ ኣብ ስፔን እዩ። ብስጳኛ ላ ካሳ ዴ ፓፔል ዝብል ርእሲ ኣለዎ። ናብ ኢንግሊዝኛ እንትትርጎም ማኒ ሄይስት ተባሂሉ ህዝቢ ዓለም ክምልከቶ ክኢሉ እዩ። ኣብዚ ፊልሚ፣ ከይተሓሰበ ብቕልጡፍ ሽርሕታት እናተሓላለኹ ይኸዱ። በዚ ምኽንያት ካብ ትጽቢት ፈጠርቲ ፊልምታት ክኸውን ኣኽኢልዎ እዩ። ነዚ ፊልም ዝምልከቱ ሰባት ወላ ስርቂ እናተጸየፉ፣ ነቶም ኣብኡ ዘለዉ ተዋሳእቲ ግን ትልሞም ንኽሳኽዐሎም ካብ ልቦም ይምነዩ። እዚ ተኸታታሊ ፊልሚ ፈለማ ኣብ ስፔን ዝርከብ ኣንቴና ሰለስተ እንዳተባህለ ዝጽዋዕ ቴለቪዥን ጣብያ ወላኳ እንተተሰርሐ ኔትፍሊክስ ናብ ኢንግሊዝኛ ቋንቋ ብምቕያር ንብዙሓት ተመልከትቲ ንኽርእይዎ ገይሩ እዩ። ትካል መፍረዪ ፊልምታት ኔትፍሊክስ ካብ ብኢንግሊዝኛ ቋንቋ ወፃኢ ተሰሪሖም ብጣዕሚ ብዙሕ ተመልከትቲ ዝረኸቡ ፊልምታት እንዳበለ ይመጉሶም። ሓሳባት ፊልሚ ላካሳ ደ ፓፔል ምፍላቕ ዝጀመርሉ ኣብ ገማግም ባሕሪ ንፓናማ ኮይኑ ደራሲ እዚ ፊልሚ ኣሌክስ ፒና ብ ክልተ ሽሕን ዓሰርተ ሽዱሽተን ደቂ ኣንስትዮ ኣብ ቤት ማእሰርቲ ዘሕልፈኦ ስቓይን መከራን መስካሕኽሒ ምዃኑ ዘርኢ ቪሳቪ ዘርእስቱ ተኸታታሊ ፊልሚ ኣቕሪቡ እዩ። ይኹን እምበር ቀጺሉ ናብ ህዝቢ ከቕርቦ ዝሓስቦ ስራሑ ንኽትሪኦ መስካሕኸሒ ስቅያት ዝንጸባረቐሉ ከምኡ'ውን ንኽስራሕ ብዙሕ ገንዘብ ዝሓትት ክኸውን ኣይደለየን። መብዛሕትኡ ቀረጻ'ቲ ስራሕ ኣብ ስቱድዮ ዝውዳእ ኮይኑ ግን ብኣርባዕቲኡ ኣንፈታት ብጨርቂ መጋረጃ ከም ዝተሰርሐ ዘረስዕ ተኸታታሊ ፊልሚ ድርሰት ምጽሓፍ ጀመረ። ምስ መቓርብቱ ኮይኑ ሓሳባት ምውጻእን ምድያብን ኣብ ዝገብረሉ ግዜ፣ ትሕዝቶ እቲ ፊልሚ ዘረፋ ንኽኸውንን ኣብ ሮያል ሚስት ኦፍ ስፔን ንኽፍጸም ተስማዕምዑ። እቲ ከይዲ ዘረፋ ናብቲ ባንኪ ብምእታው ናይቲ ባንኪ ሰራሕተኛታት ዓጊትካ ብምሓዝ ኣብ ውሽጢ ኮይንካ ብዙሕ ዩሮ ገንዘብ ምሕታም እዩ። ነዚ ኹሉ ዝመርሖ ፕሮፌሰር ዝተባህለ ገጸ ባህርያት እዩ። ካልኦት ኣብቲ ዘረፋ ዝሳተፉ ድማ መብዛሕትኦም ቅድሚኡ ናይ ወንጀል ታሪኽ ዘለዎምን ብፕሮፌሰር ዝተመልመሉን እዮም። ከምቲ ቅድም ክብል ዝተሓበረ ኣስማቶም ድማ ካብ ዓበይቲ ከተማታት ኣስማት ዝተወሰደ ኮይኑ ቶክዮ፣ በርሊን፣ ሪዮ፣ ሞስኮ፣ ናይሮቢ፣ ኦስሎ፣ ዴንቨር ይበሃሉ። ዝኽደንዎ ቀይሕ ኮምቡላ ዝዓይነቱ ክዳን ከምኡ እውን ገፆም ዝሽፈንሉ ማስኬራ ብኣድነቕቶም እቲ ዝፍቶ ነገር እዩ። እቲ ገፆም ንምሽፋን ዝጥቀምሉ ማስኬራ ሕጂ ብህይወት ዘየለ ብስፔናውያን ህቦብ ዝኾነ ሳልቫዶር ዳሊ ዝተበሃለ ሰኣሊ ዝተሰርሐ እዩ። እዚ ብስጳኛ ዝተጻሕፈ ተኸታታሊ ፊልሚ ፈለማ ብ2017 ኣብ ስፔን ቲቪ ዝተርኣየ ኮይኑ ስፔናውያን ምሒር ፈትዮምዎ ነበሩ። ይኹን ደኣ እምበር ክልተ ምዕራፋት ምስ ከደ ተቋረጸ። ፊልሚ ማኒ ሄይስት ኣብ ስፔን ክረኣ ኣብ ዝጀመረሉ እዋን ገና ካብ ፋልማይ ኣትሒዙ እዩ ብተመልከትቲ ክፍቶ ዝጀመረ። ታሪኽ እቲ ፊልሚ ኣብ ክልተ ተጻረርቲ ጉጅለታት ግልጺ መስመር ብምስኣል ገጸ ባህርያት ክፍተው ገይሩ እዩ። ዋላ እኳ ገበነኛታት እንተኾኑ ሽቶኦም ክወቅዕ ክትምነየሎም ይገብረካ። ሕድሕድ ዝወስድዎም ስጉምትታት ዝተጸንዐ ኮይኑ ናይቲ ፕሮፌሰር ዝተባህለ ኣእምሮ ነቲ ፊልም ታሪኽ መቐረት ኮይንዎ እዩ። ኩሎም ሽርሕታት እቲ ታሪኽ ኣብ ሓንጎል ፕሮፌሰር ዝተቐረጹ እዮም። ካብ ፖሊስ ክስዕብዎ ዝኽእሉ ስጉምትታት ኩሉ ቀዲሙ ኣጽኒዑ እዩ። ብሃንደበታዊ መጥቃዕቲ ፍጹም ኣይደናገጽን። ንሕድሕድ ዝተወስደ ስጉምቲ ብዝግባእ ዝተጸንዐ ግብረ መልሲ ኣለዎ። ኣብ ትካል መፍረዪ ፊልምታት ኔትፍሊክስ ዝሰርሑ ላዕለዎት ሓለፍቲ ካብ ካልኦት ብዝበለጸ ነቲ ፊልም ብጣዕሚ እዮም ፈትዮምዎ። በዚ ምኽንያት እዩ ነቲ ብቋንቋ ስጳኛ ጥራሕ ተሰሪሑ ዝነበረ ቋንቋ ቀይሮም መላእ ህዝቢ ዓለም ክከታተሎ ዝገበሩ። ደራሲ'ቲ ፊልሚ ኣሌክስ ፒና ድማ ምስቲ ትካል ሓድሽ ውዕል ክኣስር ከኣለ። ተሰሪሖም ዝተወድኡ ክፋላት ብኢንግሊሽ ቋንቋ ተተርጒሞም ንኽቐርቡን ውሱን ምምሕያሻት ተገይርሎም ብ ክልተ ሽሕን ዓሰርተ ሸውዓተ ኣብ መስኮት ምስሊ ኔትፍሊክስ ክረኣዩ ተገበሩ። ብዝገርም ቅልጣፈ ድማ ኣብ መላእ ዓለም ብዝርከቡ ኣፍቀርቲ ፊልሚ ልዑል ዝኾነ ኣድናቖትን ክብርን ክረክብ ጀመረ። ትካል ኔትፍሊክስ ንደራሲ ኣሌክስ ፒና እቲ ፊልሚ ኣብ ክልተ ምዕራፋት ጥራሕ ክውዳእ ከምዘይብሉን ከስፍሖ ከምዘለዎን ሓተትዎ። ደራሲ ኣሌክስ ፒና ድማ ነቶም ተዋሳእቲ ኣኻኺቡ ሳልሳይ ምዕራፍ እቲ ፊልሚ ምስራሕ ጀመረ። ኣብ ሳልሳይ ምዕራፍ እቲ ፊልሚ ካብ ዘረፋ ገንዘብ ናብ ዘረፋ ወርቂ ተሸጋገሩ። ኣብ ስፔን ዝርከብ ፋብሪካ ወርቂ ብምእታው ልክዕ ከምቲ ኣብ መፍረዪ ገንዘብ ዝገብርዎ ኣብቲ ውሽጢ እቲ ትካል ዝርከቡ ሰራሕተኛታት ዓጊትካ ወርቂ ብምስራሕ ናብ ፈሳሲ ቀይርካ ፖሊስ ብዘይተፀበዮ ብውሽጣ ውሽጢ መሬት ገይርካ ናብ ካልእ ቦታ ምዝዋር እቲ ቀንዲ ዓላማኦም እዩ። ምስ ፖሊስ ዝገብርዎ ምትሕንናቕ፣ ፖሊስ ንምትላል ዝጥቀምሎም ቴክኖሎጂታት፣ ናይ ፖሊስ ውሳነታት ቀዲሞም ዝሰምዕሎም ናይ ስለላ ስራሕቲታትን ንተመልከትቲ ልቢ ዝሰቕሉ ምርኢታት እዮም። እቶም ዘረፍቲ ይኹን ዝተዓገቱ ዝኽደንዎ ቀይሕ ኮምብላን ቀይሕ ማስኬራን ንፖሊስ፣ ገበነኛታት ካብ ንጹሃን ሰባት፣ ምፍላዩ ኣጸጋሚ ስለ ዝገበሮ ብቐሊሉ ስጉምቲ ክወስድ ኣይከኣለን። እዚ ፊልሚ ሕጂ ካብ ብራዚል፣ ኡራጋይ፣ ፈረንሳይ፣ ህንድን ቱርክን ካልኦት ሃገራትን ሓሊፉ ልቢ ኣፍሪቃውያን ዘሸፈተ ኮይኑ ኣሎ። ብፍላይ እቶም ተዋሳእቲ ዝኽደንዎ ክዳንን ገጾም ዝሽፈንሉ ማስኬራን ኣብ መላእ ዓለም ቀልቢ ብዙሓት ሰሓቢ እዩ። በዚ ምኽንያት ኣብ ዝተፈላለዩ ከባቢታት ዓለም ናይ ተቓውሞ ሰልፍታት ኣብ ዝግበርሉ እዋን ነቲ ቀይሕ ኮምቡላ ተኸዲኖም ዝስለፉ ተራእዮም እዮም። ካልእ ኣብ ግሪክ ድማ ኣብ ኩዕሶ እግሪ ንምርኣይ ዝተዓደሙ ተመልከትቲ ነቲ ቀይሕ ክዳንን ማስኬራን ተኸዲኖም ናብ ስታድየም ክኣትው ተስተውዒሎም እዮም። እቲ ዝገርም ነገር ድማ ብተመሳሳሊ መንገዲ እቲ ፊልሚ ኣብ ህንዲ፣ ፈረንሳን ብራዚልን ባንኪ ዘረፋታት ተፈቲኖም እዮም። ኣብቲ ፊልም ዝጥቀምሉ ዜማ ብዓሰርተ ትሽዓተ ክፍለ ዘበን ኣብ ካልኣይ ኩናት ዓለም ብኢጣልያዊ ላቦርሰ ዝተደረፈ ጸረ-ፋሽሽታውያን ቤላ ቻው ቻው ዘርእስቱ ዜማ ብምጥቃሞም ቀልቢ ብዙሓት ዘሸፈተ ክኸውን ኣኽኢልዎ እዩ። ኣብዚ ፊልሚ ካብ ኩሉ ነገር ንላዕሊ ክፍቶ ዝገብሮ ድማ ኣብ መንጎ ተዋሳእቲ ዘሎ ርክብ እዩ። ገሊኦም ውሉድን ወላድን እንትኾኑ ገሊኦም ድማ ምስ ኣፍቀርቶም ዝኣተውዎ እዩ። ካልእ ድማ ኣብ ከይዲ እቲ ዘረፋ ዝኽሰቱ ኣፈላላያትን ምስ ፕሮፌሰር ዘለዎም ርክብ መስመር ምቁራፅን ልብኻ ዝሰቕሉ ቅፅበታት እዮም። ሓምሻይ ምዕራፍ እቲ ፊልሚ ፍርቂ ክፋሉ ኣብዚ ሒዝናዮ ዘለና ዓመተ ክልተ ሽሕን ዕስራን ሓደን ወርሒ መስከረም ናብ ተመልከቲ ዝተፈነወ ኮይኑ ዝተረፎ ክፋላት ድማ ኣብ መወዳእታ ክልተ ሽሕን ዕስራን ሓደን ወርሒ ታሕሳስ ክፍኖ ምዃኑ ትካል መፍረይ ፊልምታት ኔትፍሊክስ ሓቢሩ እዩ። ኣብ መላእ ዓለም ዝርከቡ ኣፍቀርቲ ፊልም ድማ ብሃንቀውታ ይጽበይዎ ከምዘለዉ ብዝተፈላለዩ መራኸቢ ማዕከናትን ማሕበራዊ ሜድያታትን ክገልጹ ይረኣዩ። ክቡራት ተኸታተልትና ብዛዕባ ማንሄዝ ዘርእሱ ተኸታታሊ ፊልሚ ብሓፂሮ ናባኹም ዘቕረብናልኩም መደብ ተሓጒስኩም ከም እትኾኑ እምነትና እዩ በዚ ምኽንያት ድማ ነቲ ፊልሚ ዘይረኣኹምዎ እንተሃሊኹም ኣብ ትርፊ ግዜኹም ክትርእይዎ እናዓደምና ኣብ ስራሕኹም ኣሳልጦ ኣብ ህይወትኩም ድማ ሰላም ንምነየልኩም ብኻልእ ርእሲ ክሳብ ንራኸብ ሰላም